እዛ እንድሕር ሪኢኻያ ውን ካብ ዜሮ ነጥቢ ሓሙሽተ ፐርሰንት ስፍሓ ቀኒስካ ትብለካ ኣላ ሪኢኻያ ካብ ዓሰርተ ሸውዓተ ነጥቢ ሓሙሽተ ናብ ዓሰርተ ሸውዓተ ተመሊሳ ኣላ ኣወ እያ ኦኬ እቲ ዝተረፈ ግን እንታይ እዩ ነይሩ
እቲ ዝተረፈ እዚ ጭዋዳ እዩ ነይሩ ማለት እዩ ማስኢሊ እዩ ነይሩ ኦኬ ሕጂ ካብዚኣ ተበጊስካ እቲ ናምበር ብድግባእ እንድሕር ሪኢኻዮ ንድሕር ሕጂ ከዓ ሽግርካ ክትፈትሕ ትኽእል ኢኻ
እሺ
ሓጋዚ ዶ ነይራ ርድት እያ ብጣዕሚ ርድት እያ ሕጂ ኣይ ቲንክ ሕጂ ሲ ፋትሉ ዝገብር ትኾን ካልእ እንታይ ትገብር ኣለካ ማለት እዩ ሕጂ ንኣብነት ኣነ ጅም ብምኻደይ ፋትሉ ዝገብር ዘለኹ ይመስለኒ ነይሩ እንድሕር ደኣ ብምጉያይ ፋትሉ ዘይገብር ተኮይኑ ብምንታይ ደኣ ኢሉ ዝኸውን ክልተ ነገር መጀመርያ ሉዝ ክትገብር ኣለካ ድሓር ከዓ ንድሕር ሕጂ ፋት ከይተውፅእ ስብሒ ዝያዳ ከይውህለል ክትገብሮ ክትክእል ኣለካ ኦኬ ሕጂ ክልተ ነገር ክትገብር ኣለካ መጀመርያ እታ ቀዳመይቲ ሽግር ክትፈትሓ ኣለካ ንሳ ከዓኒ ቀቀልጢፉ ድውህለል ዘሎ ስብሒ ከመይ ጌርካ ኣካልካ ከም ኢነርጂ ክጥቀመሉ ይኽእል ምክንያቱ ቆሪፅካ ንኸይድ ስብሒ የለን ምሽ ኣካልካስ መዓስ እዩ ንስብሒ ከም ኢነርጂ ዝጥቀመሉ ቅድም ክትፈልጥ ኣለካ መጀመርያ ኦኬ ሽዑ ድማ ንድሕሪ ሕጂ ከይመፀኒ ከ እንታይ ክገብር ኣለኒ ክትብል ኣለካ እዚኣ ሓንቲ ልደይቲ ሓንቲ ትከይድን እያ ኣቀድም ኣቢልካ እንድሕር መጺካ ኮንካ ወዲ ዓበይቲ ክነግረና ጸኒሑ እንታይ ከም ዝገበረ ባይ ዘ ወይ ትዕግስቲ ገይሩ ስቅ ኢሉ ኣሎ እምበሪ ልክዕ ከምዛ ናትካ ነይራ ናትካ ኣካይዳ ከኣ ልክዕ ከምዛ ናትካ እንታ ቅድም ንዑ ክንሰምዖ ክንፈትን ኢና ሽኮርካ ልዒሉ ኣሎ ፀቕጥለን ጌርካ ኣለኻ ኮሌስተሮልካ ካብ ምልክት ክግበር ኣሎ ምስ በልዎ ክልተ ሚትን ሸሞንተን ገለ ፓውንድ እዩ ነይሩ ክብደቱ እንታይ ክገብር ጀሚሩ እስኪ
ጀም ጉያ ምዛ ትብላ ኣለኻ ኦኬ ጉያ ክጎዩ ጀሚሩ ሕጂ ስእሊ ናቱ ፕሮፋይል ኣሎ እዚ እንታይ ዝበሃል ኣለኒ ከሪኦኩም እየ ናቱ ሬኮርድ ብቁፅሪ ከሪኦኩም እየ ድሓር ክንዲ ትደለዎ ግዝፊ እሞ ከዓ ኤክሰርሳይዝ ክንዲ ዝሰርሕስ እንታይ ክኸስር ጀሚሩ
ፀብሒ እዚ ኦኬ ማሰ ትኸስር ኦኬ ማስል ማስል ክኸስር ጀሚሩ ኦኬ ነገር ፋሕ ኢላ መልሻ ገዲዳ ከምዚ ሕጂ ክንዛረብ ከለና ካልኦት ሰባት ሓቲቶምኒ ክዛረብ ምስ ሰምዓኒ ድማ እዚኣ ንዓይ ተድልየኒ ኣላ እንታይ ክገብር ይኽእል ኢሉ ሓቲትኒ ሽዑ ነታ ትምህርቲ በጋባብ ተኸቲልዋ ሕጂ ከኣ እንቋዕ ኣይትሪኦ ከመይ ሸጥ ለጥ ጨዋዳ ከመይ ኣሎ እንቋዕ ኣይትርኢ ቁመና ከመይ ኣሎ እንቋዕ ኣይትርኢ ኦኬ ሶ ወዲ ዓበይቲ እንድሕር ክትዛረብ ትኽእል እንድሕር ኮንካ ንብዙሓት ሰባት ምዝንባዕ ተፈጢራትሎም ደላ ንባዕልኻ ውን ስለ ዝነበርካያ ንዓኻ ዕድል ክበካ ቅድም
ዶክተር ኤኒወይ ንእሽተይ ብቪድዮ ፅቡቕ ስለ ዝኾነ ብማስረጃ ምእንቲ ሱቕና ነደናግረኩም ኣለና ይንኾ ሰብ ዝፅቡቕ ዝገበረ ወለድና እንታይ ይብሉ ሲ ዝፅቡቕ ዝገበረ ሰብ ወይ ግበረሉ ወይ ንገረሉ ተረዲኩም ኣነ እዚ ለምሳሌ ሐዚ ቀደም ታይ ይርኢ ነይረ ኣብ ፀበል ኤችኣይቪ ተፈዊስና ልብሉ ሰባት ይምስክሩ ነይሮም ልእግዚኣብሔር ድሒንና ኢሎም ፍውሰት እዩ እና እዚ ፀበል እዚ ኢሎም ይምስክሩ ነይሮም ተረዲኩም ስለዚ ን ኣነ ካብ ልነበረኒ ካብዲ ዝቕብብና ወይ ልተፈላለየ ናካሊስትሮ ልዕለት ካልኦታት ከምቲ ዝብሎ ዘሎ ዶክተር ሕክምና ኸይደ ብድሕሪ ኣነ ድሕሪ ንሓክምና ውጺት በቃ ሃምድላየ እየ ነብር ነይረ ሃምድላየ ማለት ክላ ድሕሪ ሕዚ ምክንያቱም ትትውለለ ኣለካ ብራዘረይ ኩሉ ገይረ እዮ ልዕለይ ስፖርት ልቅጥቅጥ የለይ ነግረካ ልጎይ የለ ኣብ ስራሕ ውዒለ መፅየ ስፖርት ይሰርሕ ገመድ ይዘልል ይጎይ ገለ ይብል ከብዲ ሓፈት የለ ይርህፅ ሓፈት እዛ ከብዲ እዚኣስ ሓፈት ሓፈት ሓፈት ኣብዚኣ ብልተ ነፍሐት ተነፊሓ ቀርያ ማለት ሕዚ ስፖርት ሰርሕ ኣለኹ ምንም ይገብር ኣለኹ እንታይ እዩማ ክልውጦ ዝኽእል ንዚ ነገር እዚ ስለዚ ኩሉ ግዜ እንድሕር እንሰርሖ ኣለና ምንቅስቃሳት እንታይ ኢና ንኸስር ኣለና እንታይ ኢና ነትርፍ ሓገዝ ለለዎ ኣካይዳ እንድሕለየለ ትርጉም ለይብሉ ምዃኑ ናይ ግምት ስፖርት ሰብ ልበዝሕ ኣብ ጅም ድኸድ ብግምት እዩ ስፖርት ዝሰርሕ ብግምት በቃ ካብ ንእስነት ዕድምኡ ልዓቀቦ ጽቡቕ ነገራት ሒዙ ስለ ዝሰርሕ እዩ እምበር ታይ ይቕንስሎ ታይ በቃ ብግምት ኸይዱ ዳምፔል ይደፍእ ይቕጥቕጥ የብል ገለ ምናምን ካብ ባጋጣሚ ጥንቹ ይሓብጥ ገለ ይገብር ብድሕሪኡ ለሎ ናይ ሰውነቱ ናስብሒ መጠን ይኹን ገለ ምናምን ኣይፈልጥይ ማለት እቲ ሪያሊቲ እሱ እዩ ድሓር ኣነ ምንም ነገር ሃምቱ ስኻ ትገብሮ ለለኻ ሳይክል ዶ ገለ ትደኽሞ ለለኻ ምንም ለውጢ ለይብሉ እንትርፊ ኺሳራ ኮይኑ ድሓር እዚ ንኣኻ ዋላ ኣብዚ ዕድመ እዚ እቲ ዲያቢትሱ ምሓዙ ብጣዕሚ የሰክፍ እዩ ርኦዮ ምስ ናትኻ ዕድመ ንእስነት ርኢኻ ምስ ደለካ እንትን ሃምኡ ድያቤት ኮይንኻ ትባል ተለኻስ which is ለኣኻ ዝስመዐካ ስምዒት ባዕልኻ ትፈልጦ ማለት እዩ ሐዚ እቲ ዋና እቲ ኣየ ገይረ ኣነ ቀጥታ በቃ ዶክተር እዚ ቲክቶክ እዚ ለኣይ ካብ ለዓበየ ኺሳራ ላብ ለሐሸ ናይ ህይወት ለውጢ ለምፀእለይ ልዶክተር ምፍላጠይ እዩ እምበር ኣነ ብ ሶሻሊዝም ሚድያ እዚ ተጠቐምኹዎ ምንም ነገር የለይ ሱቕ ኢለ እና ፋይናሊ ኸይደ ኸይደ ነዚ ቕዱስ ሰብ ነዚ ቕኑዕ ሰብ እዚ ኣብ ሶሻል ሚድያ እዚ ሪኦዮ የምህር የምህር የምህር ነዊሕ ግዜ ተኸታቲሎዮ ስቅ ኢለ ነዊሕ ግዜ ማለት እዩ ኣብ ልኣተያ ቁጽሪ ድኣተኹ በቃ ፈለው ኢሎዮስ ምክንያቱ ትለምጾ ሳይንሳዊ ማስረጃ ምስ ነብሰይ ምትእስሳር የታሕሕዞ ኣለኹ ትልናገሮ ኣሎ ሓቂ ይኾን ኣሎ ቧእ ልዕለይ ስፖርት ልደኸመ የለይ ልዕለይ ልሰርሐ የለይ ዋይ ድኣ ኣነ ኸብደይ ለይቀንስ ዋይ ድኣ ኣነ ናተይ ስብሒ ልበሃል እና ሰውነተይ መኣዘ ደኣ እዩ ክጠፍእ ማለት ቦርጪ እሲ ሰብሒ እዩ ስጋ ክኾነ ይኽእል እዩ ኣብ ማንም ሰብ ለሎ ቦርጪ መዓት ስብሒ እዩ ተሸኪሙ ለሎ ለየድሊ ስጋ ለየድሊ ስብሒ ኢና ተሸኪሙ ልኸድ ሎ ሰብ ማለት እዩ ድሓር ቧእ ድሕሪ ምክትታል ውሳኔ ወሲነ ሃምዛ ይብል ኣሎ ኮንታክት ገይረዮ ብታል በለኒ ታስኬል ሚዛን ገዚኤ ምናምናምናምን ቀጥታ ሊኢኮሉ ቡሽቲ ቁመተይ ነጊረዮ ክኮነልልል ልግበእኒ ኪሎ ነጊሩኒ ሃሙ ልሃለኩ ጥዑይ ምንባረይ ባዕለይ ይፈልጥ እየ ተረዲእኩም ኣብቲ ነበረኒ ቁመና ሃሙ ልሃለኩ ሃምቲ ከዚ ለለኹዎ ለሃለኹ ላፍቲ ከዚ ሞሊሱኒ ለሎ ምስ ኾንኹ ምንም ዓይነት እንትን ድኻም ተስ ኣነ በቃ ስራሕ ሰሪሐስ ይደኽመኒ እቱም ሰባት ድኻም በቃ ዘግ ይብል ነይረ በቃ ሕዚ እኮ ኣይትርኦይኒ በቃ ብጣዕሚ ይሰርሕ ድኻመይ ይስምዐኒ ኖርማል ህራስ ይህርስ ብሰዓተይ ይለዓል ባዕሉ እቲ እዚ ኩነታት እዚ ማራቶን እዚ ብምእታየይ ዝፈጠረለይ ኣብ ነብሰይ ለውጢ እግዚኣብሔር ይመስገን ድሕሪ እግዚኣብሔር ቀጺለ ነዚ ፕሮግራም እዚ ዓውዪ ክብሪ እኒኤኒ ኣነ ማለት ሰባት ልሕሽይዎ ለብልዎ ገለ ይኹን ኣነ ኣብ ነብሰይ ኩሉ ነገር ልኾነ ለውጢ ስለ ልኾነ እዩ ደሓር ምስኡ ኮንታክት ምስ ገበርኹ እሱ ልበለኒ ላብ ዲል ና ላብ ዲል ኖ ዲል ላብ ልብል ኣረፍተ ነገር የእተዎ በቃ እሱ እዚ እዚ ኢካ ትገብር ብድሕሪ እዚ ኮንታክት እዚ እዚ እዚ ኒኦ ልግበር እዚ ኦርደር ትገብር እዚኣ እዚኣ ምስ በለኒ ቀጥታ ላብእን ሓግዘኒ ኢለዮ ብ ውሽጢ ስክሪን ሸር ገይረሉ ምክንያቱ ስለ ለይርደእኒ ሃመይ እንትን ገብሮ ሃም ልክእል ብደንቢ ባዕሉ ሓጊዝኒ ቀጥታ ከዚ እውን ወዲ ዓበይቲ ኣይትድከም ኣይትፅዓር ላብዚ ፕሮግራም ትኣቲ እሱ ሕጽር ብልበለ እነግረካ እሱ ልብለካ ትሰምዕ እሱ እቲ ኦርደር ልግበር ትገብር ኣብዚ ፕሮግራም ትኣቲ ስፖርት ትሰርሕ በገባብ እሱ ልበለካ ብመምርሒ ትጥቀም ላብ ጥዕናኻ ትምለስ ብድሕሪኡ ሃማናው እዚ መጺኻ ክብረት ይሃበለይ ወዲ ዓደይ ኩዓ ካባይ ተፈጠርኻ ኩዓ ልኣኻ ለይረእኹ ላብ ኻሊእ ካልኣይ ሽኮር ላብ መርፍእ እየ ካብ ድያቤት ዋን ድያቤት ቱ ሃምብላውልኹ ላብ ልዓበየ ሕማም ለይወደቅኹ ኢልኻ ኣብ ወርክ ማይ ወርድ በቃ ኣብዛ መልሓሰይ ይብለካ ኣለኹ መጺኻ ዊትነስ ትኾን ኢኻ ባዕልኻ ሕማምኻ ጠፊኡ ነብስኻ ተስተኻኺሉ ቁመናኻ ተስተኻኺሉ ጥዑይ ዜጋ ኮይንኻ ጥዑይ ወለዶ ክትኸውን ኢኻ ስለዚ እዚዩ እቲ ሓቅና ዋንኡ እቲ ኣይኸዚ ሰባት ይንገረኩም እሞ ተብሉ እሞ ብደገ ካሊእ ወግዒ ተውግዑ እሞ ኣብ ርእስኹም ኻሊእ ዓይነት ዳንኬራ ተእትዩ ደሓር ፍርስርስ ይወጽእ ማለት እዩ ሓሳ ማለት ቧእ ከምዚኣ ደኣ ጸገም እንድያ እዚኣ ተኾይና ደኣ ሓደ ስቁ ኢለ ልዕል ኣጒሊ ይነግረኩም ማለት እዩ ቧእ እዚኤን ትጠቀም እዚኣ ትኾን እዚኣ ትኾን ብዙሓት ሰባት ኣነ ነግረኩም ቃል ብቃል ኣብዚ ፕሮግራም እዚ እዚ ችግር እኒኦ ልብል ምስ ቀጣይ ኮንታክት ገይረዮ ዶክተር ሃምዚ ልብሉ ሰባት እኒኦ ወፂኻ ብደንቢ ብማስረጃ ኣረደእዮም እም ንገሮም ኣብ ሶሻል ሚዲያ ከምዚ ዓይነት ፀለመታት ትመፅእ ተሎ ወፂእኻ በዓልኻ እንትን ግበር ኣብ

እና ብኣጋጣሚ ኮይኑ ግን ያው ምሳና ለሎ ነገር ከይንጥቀመሉ ብዓልና ኣብ ዕንክሊል ግዜና ማለት ልብዓልና እዩ ልብዓልኻ እዩ መፅኡ ልደኽመልካ ኣሎ ዓቕሚ ኣለዎ ድላዩ ሰሪሑ ክበልዕ ልኽእል ሰብ እዩ እዚ ኣብ ድላዩ ብሕክምና ሞያ ስኻ ዝተፅሓፈልካ ፕሪስክሪቢሽን ልሓፈሰ ቁሓም ለይቲ ንግሆ ቀትሪ ምሸት ንመዓልቲ ሰለስተ ግዜ እዛ ክኒና ውዓጣ ኢሉ ክበካ ክእል እዩ ካብኡ ይለውፀካ። ጌራ ዶክተር እውን ብማስረጃይ ብመረጃይ ገይሩ ብዙሓት ሰባት ካብ ስኳር ድሒኖም ኣውዙይ ምስክርነት ኩ ኣሕና ላብዙ ደረጃ ሱበይ ዓበየ ላብ መድሓኒት የኸድናይ ገለ የኸድናይ ኣቐዲምና ምስ እግዚኣብሔር ልኡ ፈሊጥና ምንም ነገር ተይተነኻኸእናይ ሙስቲ ሕማም እሱ ላብ ጥዑይ ኾይኑ ዶክተርና ርእሱ ሽካብ ልሕዝ ማለት እዩ ሃመይ ገይሩ ተቐይሩ እዚ ቁፅርታት እዙይ ሃው ካም ሓደ ሰብ ወዲ ሰብ ሃመ ገይሩ ልዕሊ ሳላሳይ ኣርባዕተይ ልኣክል ላብ ካብ ነውሱ ይቅንስ ካብ ክልተ ሚእቲ ኣርባዕተይ ፓውን ሃውካ ምስካ ሚእቲ ሳይ ሓሙሽተይ ትምዘን ኪኢልካ ኣርባዓ ልብሃል ፓውንድ ሃመይ ገይሩ ሽካዕልብ ኢሉ ማለት እዩ ኣነ ነጊሮይ በቃ ዚኣ ዚኣ ዚኣ እኒኣ ፎርም ብዚኣ መሰረት ፎርሙላ ዚኣ ገይረ ዚኣ ኮይና ኢለ ኪፕ ጎይን ታንክ ዩ ወሎ ኢልኒ ነጊሮዮ ነይረ ሓደ ግዜ ዶብ ክትብለዋል እና ኣሙ ግበር ልክብለካ ደልየ እየ እንድሕር ልጠቅመካ እንድሕር ተረዲእካ ኮይና ቴንክ ዩ ዶክተር ክብረት እያ እና ወዲ ወዲ ዓበይቲ ዓበይቲ ኣ፣ ናትካ ን- ብዙሕ ሰብ እንዲ ብዚ- ዓሰርተ ሓደ ሽሕ ሰብ ተገልጊሉ ብዚ ገዛና ጀስት ፎር ዘ ሬኮርድ ንኹሉ ሰብ ንፁር ክኾነሉ ዓሰርተ ሓደ ሽሕ ኣም፣ ግን ከምዚ ናትካ ትጉህ ኮይኑ መፂኡ እ፣ ውልቃዊ ተመክርኡ ከምዚ ገይሩ ዘካፍል ውሑድ ሰብ እዩ So እግዚኣብሔር የኽብረለይ እቲ ዝበልካዮ እንተዝገብሮ ትብሎ ዝበልካዮ ኩሉ እ፣ ብሓቂ ብናተይ ወገን ከምዝኾነ እየ ድሓስቦ I have no words ነቲ ትግሃትካ መጀመርያ ኣብ ነብስኻ ኣጠሚትካ ክትሰርሕ ድኸድካዮ ኪደት ድሕሪኻ ነቲ ድበጻሕካዮ ንቡዙሓት ካልኦት ሰባት ንበረኸት ክትከውን ድገበርካዮ ብዘይ ቀልዓለም ትዛረቦ ማለት እዩ ምኽንያቱ ይትንገረልና ስእልና ከይተውጽኦ ሽምና ከይተውጽኦ ድብሉ ብዙሓት እዮም እዚ ምኽንያት ከይገበርካ ግን ንኽንደይ ሰብ ረዲእኻ ኣለኻ so እግዚኣብሔር የኽብረለይ ሓወይ much love ብምቕጻል ደጀን ሰሚዕካዮ ክትከውን ተስፋ ይገብር ግን ካብዚ ድብሎ ዝነበረ ንኩነታቱ ክቕይርሲ ናይ ድስተዩ ደለዉ ድበለካ ናይ ቀላሚጦስ ነጊርካ ኣሎ ግን ብጅንጅብሊን ብለሚንን ድስተዩ ገለ ካልኡም ድኣመሰሉ ነገራት ብዙሕ እየ ድጽዕር ነይሩ ሕጂ ካብ ክልተ ሚእትን ሸሞንተን ናብ ክልተ ሚእትን ኣርባዕተን ብጉያን ብገለን ገይሩ ቀኒሱ ክቕንስ ከሎ ግን ካብ ምንታይ ቀኒስዎ መስለኩም እዚኣ ትራኣየኩም ኣሎ ሰሚያዎ ማለት ብጣዕሚ ትሒትሎ ማለት እዩ ኦከይ ጉያ እንዳ ገበርካ ነዚኦም ኮሞም ዝስተዩ ናይ ናይ ቆጽለ መጽሊ እንዳ ገበርካ ክብደት ክትቅንስ ትኽእል ኢኻ ሕጂ ቀኒሱ እኮ ኦከይ ኣርባዕተ ፓውንድ ገለ ድኾን ቀኒሱ ኣሎ ኣብ ንውሕ ድበለ ግዜ ተን ድቀነሰን ግን ካብ ምንታይ እየን ነይረን እዚኣ ትራየኩም ኣላ ዶ እዚኣ ሕጂ ኣስተብሃላ ኣርባዓን ሸውዓተ ነጥቢ ሽዱሽተ ትብል ደላ ረእይዋ ኩላትኩም ኣርባዓን ሸውዓተ ነጥቢ ሽዱሽተ ጸሓፍለይ ኣብዚ ቻት ምእንቲ ኮንቴክስት ክህልወኩም ኦከይ ዓቐን ናይ ጭዋዱ ኣርብዓን ሸውዓተን ነጥቢ ሽዱሽተ፣ ዓቐን ናይ ስብሒ ዕስራን ሽዱሽተን ነጥቢ ሓደ። ኦከይ ሕጂ ኣብዚኣ ድማ ክትርእይዋ ኢኹም ኣይ ቲንክ ትሕቲ እዚኣ እያ ዘላ ዕድሚኡ ድማ ኣርብዓን ሸሞንተን ዓመት ትብሎ ኣላ ማለት እዩ። ኦከይ ኣብዚ ኣብዚ ኣብዚ እቲ ኩሉ ከርእየኒ ኣይከኣለን ፎር ሳም ሪዝን ስክሪንሻት ስለ ዝገበርኩዎ ማለት እዩ። ኦከይ ናይ ቅድሚ ሕጂ ግን ኣለኒ ሶ ከምዚ ትርእይዎ ዘለኹም ኣብ ትሕቲ ቆርበቱ ደሎ ዕስራን ክልተን ነጥቢ ሽዱሽተ፣ ኣብ መንጎ ህዋሳቱ ደሎ ዓሰርተ ክልተ ሊትሮ ክኾኖ ድግበኦ ሽዱሽተ ሸውዓተ እዩ። ሕጂ እዚኣ ተረዲኣትኩም ዶ? ኣብዚኣ ሰዓት እዚኣስ ጎዩ ቀኒሱ ኣሎ ቁሩብ። እተን ድቐነሰን ግን ካብ ምንታይ እየን ኔረን? ቀይሕ ማለት ብጣዕሚ ልዑል ማለት እዩ። ብጫ ማለት ተጠንቀቕ ማለት እዩ። ሰመያዊ ማለት ከኣ ብጣዕሚ ትሑት ማለት እዩ። ቀጠልያ እንድሕር ኮይኑ ከኣ ልክዕ ኣሎ ማለት እዩ። ሕጂ ከምዚኣ ኢሉ ናብ ዶክተር እንድሕር ከይዱ ኣሰፋውሲ ዶክተር እንታይ ክብሎ እንታይ እሱ ዘይፈልጦ ነገር ክነግሮ ትጽበ እዩ። ሽኮር ልዒሉ ኣሎ ኮለስትሮል ልዒሉ ኣሎ ጸቕጢ ደም ጌርካ ኣለኻ። በቃ ኦረዲስ እሱ ይፈልጦ ኔሩ እዩ ከምቲ ባዕሉ ሕጅስ ብትግሃት ክነግረኩም ጸኒሑ ትማሊ ግን መስትያት ደይትርኢ ምስ በልኩ ሓደ እንታይ ኢሉኒ ኤኒወይ ምስሓቅ ዓሰብ ገይሩኒ ትማሊ ሓደ ኤኒወይ ሕጂ እዚኣ ረእይዋ ኦኬ ኩሉ ዕለት ኣለዎ ናባና ክመፅእ ከሎ ዲሰምበር እዩ ጀሚሩ ታንክስ ጊቭን ደይ ዕለት ኣርባዕተ ዲሰምበር ገለ እዚኣ ናይ እታ ዝጀመረላ መዓልቲ ኦረዲ ከምዚ ቀኒሰ ኣለኹ ኢሉ ገለ ዝሰደደለይ ማለት እዩ እዚኣ ሕጂ ከመይ ተቐይራ ረእይዋ ካበይ ናበይ ከም ዝመፀት ረእይዋ ዕድሚ ናበይ ከም ዝተመልፀ እዚኣ ከዓ ናይ ሕጂ እያ ኣርብዓን ሸውዓተን ነጥቢ ሽዱሽተ ዝነበረት ሕጂ ረእይዋ ክንደይ ኣላ ሓምሳን ሰለስተን ነጥቢ ሽዱሽተ ሽዱሽተ ፐርሰንት ጭዋዳ ወሲኹ ማለት እዩ እቲ ኣመጋግባ ምስ ተቐየረ እቲ ኤክሰርሳይስ ምስ ተቐየረ ክብደት እንዳቐነሰ ከሎ ሲ ሽዱሽተ ፐርሰንት ጭዋዳ ወሲኹ ካብ ክልተ ሚእትን ኣርባዕተን ናብ ሚእትን ስሳን ሓደን ድማ ወሪዱ

ብዝሒ ስብሒ ተቀነሶ ካብኡ ንላዕሊ እዩ ስብሒ ኣብ መዓንጥቆ ዝነበረት ክንደይ እያ ነይራ ዓሰርተ ክልተ ሊትሮ ሕጂ ክንደይ ትብል ኣላ ረእይዋ ክንደይ ትራእየኩም ኣላ ኣብዚኣ ምልክት ግበሩለይ ምእንቲ ንጹር ክኾነልና ንኩላህና ብቆጽሪ ምእንቲ ክንዛረብ ኮላትካ ጸሓፋ እዛ ቁጽሪ እዚኣ ካብ ዓሰርተ ክልተ ናበይ መጽያ ናብ ሽዱሽተ ስለዚ ኣብ ምዕጥቁኡ ዝነበረ ቬስሮልፋ ድበሃል ነዞም ሕዱራት ሕማማት እዚኦም ደቃልዖም ዝነበረ ብጥበብ ብርዲኢት ቀሊስዎ ባይ ዘ ወይ ኣቨረጅ ሰብ ኣይኮነን ንሱ ካብዞም ኣነ ዘገልገልኮም ዓሰርተ ሓደ ሽሕ ሰባት ኣቨረጅ ሰብ ኣይኮነን እታ ዝተዋሃበቶ እኳ ደኣ ድኳን ከይዱ ወላ ባንኮ እየ ነዛ ባኒ ክገዝእ ኮሎስ እዚኣ ብራውን እያ ግን ቅንዕቲ ድያ ኢሉ ቴክስት ገይረ ወስደልካ ስክሪንሾት ገይረ ከርእየኩም ይክእል እየ ብጣዕሚ ዲስፕሊንድ ካብ ዝኾኑ ሰባት ላይክ ብጣዕሚ ካብ ድምሱጥኒ ሓደ ንሱ እዩ ሶ ኢንክሬዲብል ሶ እቶም ኣፍኩም ትብዕ ድበለ ኣብዚኣ እንተ ተማሂርኩም ጽቡቕ ክትሕግዘኩም እያ ስለዚኣ ረእይዋ ዓቐን ስብሒ ዕስራን ሽዱሽተን ነጥቢ ሓደ ፐርሰንት ነይራ ኦከይ ዓቐን ጭዋዳ ከኣ ኣርብዓን ሸውዓተን ነጥቢ ሽዱሽተ ኣብ መዕጥቑኡ ደሎ ድማ ቬስትሮል ፋት ንብሎ ድማ ክንደይ እዩ ዓሰርተ ክልተ ነይሩ እዚኣ ሕጂ ፕሮግራም ምስ ተኸተለ ብኣካል ኣብዚኣ መጺኡ ክነግረኩም ከሎ ጽቡቕ ስለ ዝኾነ ማለት እዩ ኦከይ ሕጂ ዓቐን ስብሒ ክንደይ ኮይና ዓሰርተ ሽዱሽተ ነጥቢ ትሽዓተ ካብ ዕስራን ሽዱሽተን ናብ ዓሰርተ ትሽዓተ፣ ዓሰርተ፣ ፐርሰንት ስብሒ ንታሕቲ ወሪዱ። ዓቐን ህ ቬስትራል ፋት ሽዱሽተ ሊትሮ ንታሕቲ ወሪዱ። ዓቐን ጭዋዳ ድማ ካብ ኣርብዓን ሸውዓተ ነጥቢ ሽዱሽተ ናብ ሓምሳን ሰለስተን ነጥቢ ሽዱሽተ ደይቡ ማለት እዩ። እዚ ሕጂ ቦዲ ሪኮምፖዚሽን ይበሃል። ቦዲ ሪኮምፖዚሽን ማለት እንታይ ማለት እዩ? ኣብ ክንዲ ዕላማኻ ጅም ኬድካ ስብሒ ክትቅንስ ትሓስብ፣ ጭዋዳ ክትሃንጽ መጀመርያ ሽዑ ድማ ህ ስርሓ ክትቀንስ። ቅድመ ተኸተል ናቱ ውን ክትሪኦ ክትክእል ኣለካ ጥራሕ ይቀንስ እምበር ዝትብሃሎ ነገር ገለ ኣይኮነትን ደጀን ሓወይ ግን ከምዛ ድረኣኻያ እዛ ናትካ ከምዚኣ ኣብዚኣ እንተ ክምጻ ዶ ፍቃደኛ ዲኻ ከምጻ እዛ ናትካ። ኦከ ሕጂ ናይ ደጀን ድማ ከርእየኩም ከመይ ከም ድገበረ ጭዋዳ ረእይዋ ጅም ከይዱስ እንታይ ከም ዝገበረ ሕጂ ካብ ሰብዓን ሸሞንተን ነጥቢ ሓደ እተን ሓምሳን ትሽዓተን ነጥቢ ክልተ ጭዋዳ እየን እብለና ኣሎ ክንደይ ሰዓት እዩ ካብ ጅም ሰርሕ ኢልካኒ ክልተ ሰዓት ሰለስተ ሰዓት እንደገና ሳይክል ትገብር ጉያ ትጎይ ከምኡ እንዳልካ ክትከይድ ፀኒሕካ ምሽ ያ ሚኒማም ክልተ ሰዓት ክልተ ሰዓት ሙሉእ ጅም ሰሪሑ ግን መጀመርያ እቲ ኮንሰፕት እንታይ እዩ ኣብ ጅም ኬድካ ተቀፅሎ ካርቦሃይድሬት ምዃኑ ካርቦሃይድሬት ተተወዲኡ ከዓኒ ካብ ጨዋዳ ድመፅእ ኣሚኖ ኣሲድ ምዃኑ ተረዳዲእና ማለት እዩ እዚኣ መረዳእታ በፂሕና ኣለና ኪሎግራም ቀኒሱ ኣሎ እዚ እንታይ ምዃኑ ንፈልጦን ኢና ንበሎ ድሓን ኣብኡ ከለና ካብዘን ሓደ ነጥቢ ኣርባዕተ ኪሎግራም ተቐኒሰን ዘለዋ ክንደይ ጨዋዳ እየን ክንደይ ከኣ ስብሕየን ክንርእየን ኢና። ሽዑ የዋጽኣካ ደይዋጽኣካን ትውስን። ጽቡቕ። ሓደ ነጥቢ ኣርባዕተ ብኪሎግራም ቀኒሱ ኣሎ። ሕጂ ድማ ካብ ሓምሳን ትሽዓተን ነጥቢ ክልተ ዝነበረ ጭዋድኡ፣ ሓምሳን ክልተ ነጥቢ፣ ናብ ሓምሳን ትሽዓተን ነጥቢ ክልተ ድጎደሎ፣ ሓምሳን ክልተን፣ so ሓምሳን ትሽዓተን ነጥቢ ክልተ ድጎደሎ፣ ሓምሳን ሸሞንተን ነጥቢ ሽዱሽተ ኣርባዕተ፣ እዚኣ ክንደይ ትኸውን ኣላ? ዜሮ ነጥቢ ሽዱሽተ። ኦኬ ዜሮ ነጥቢ ሽዱሽተ ኣክቹሊ ያ ዜሮ ነጥቢ ሽዱሽተ ኮይና ኣላ ንበላ ሕጂ ካብ ሓደ ነጥቢ ኣርባዕተ ድጎደሎ ዜሮ ነጥቢ ሽዱሽተ ኦኬ ቀኒስዎ ዘሎ ሓደ ነጥቢ ኣርባዕተ እዩ ሕጂ ዓቐን ናይ ስብሒ ዜሮ ነጥቢ ሸሞንተ ስብሒ ጥራይ ኣይኮነን ባይ ወይ ምስኡ ከዓ ማይ እውን እንተ መቒልናየን ስኒ ኣርባዕተ ዩኒት ናይ ስብሒ እንድሕር ቀኒሱ ሰለስተ ዩኒት ናይ ጭዋዳኻ ቀኒሱሎ ማለት እዩ ኦኬ እቲ ዕላማ ግን እንታይ ክኸውን ግቡእ ጭዋዳ ክዕቅቦ ኦከይ ጭዋዳ ክዕቅቦ እንድሕር ነፊዕኻ ከምዛ ኣሰፋው ዝገበሮ ክውስኾ ከመሓይሾ ስብሒ ከዓ ክቕንሶ እዩ ነይርዎ ሕጂ እታ ስብሒ ምቕናስ ንብላ ዘለና ንእሽቶ እያ እሳ ዘለዋ ኣብ ጅም ክትጎይ ከለኻ እዚኣ ኣስመሩላ ደቂ ዓበይቲ ኣብ ጅም ክትጎይ ከለኻ ክትርህፅ ከለኻ ስብሒ ኮንካን ጥብጥብ ድብለካ ደሎ ካርቦሃይድሬት ኢኻ ተቃጽል ዘለኻ፣ ምስኡ ድማ ብዙሕ ፈሳሲ ናይ ማይ ትቅንስ ኣለኻ። ሽዑ ኬድካ እንድሕር ተመዚንካ ብኪሎ ግራም ፍልልይ ክትርኢ ኢኻ ብርግጽ፣ ብፍላይ ከኣ ማይ እንድሕር ዘይሰቲኻ። ምስኡ ግን ብጣዕሚ ብዙሕ ዝኾነ ኤለክትሮላይትን ማይን ኢኻ ከሲርካ ደለኻ። ካርቦሃይድሬት ምስ ተወድኣ ድማ ጭዋዳኻ ከሲርካ ኣለኻ። ደጀን፣ ኣብ ናትና ፕሮግራም የለን፣ ግን ባዕሉ ብጻዕሩ ድገብሮ ደሎ ነገርሲ ይጠቅሞ ድዩ ደሎ ይጎድኦ ኢና ንዝትደልና ነቶም ደንጊኹም ድመጻኹም ማለት እዩ። I hope ርዱእ ንክኸውን ንኹላትኩም። ሕጂ ጅም ኬድካስ ስብሒ ትቅንስ ዲካ no ok ኣብ ጅም ደይኮነ ድቅነስ ሰሪሕካ ምስ ወዳእካ ኮፍ ኢልካ እቲ ሽዑ ደቃጸልካዮ ኢነርጂ ንኣካላትካ ፊል ንምግባር ግን ስብሒ ይቃጸል ማለት እዩ ዳሕራይ ሰሪሕካ ምስ ወዳእካ so ብጅም ጌርካ ስብሒ ትቅንስ ዲካ ያ ምስኡ ግን ከኣ ጭዋዳ ክትቅንስ ኢካ so እንታይ ክትገብር ኣለካ ስብሒ ክትቅንስ ok ነዚኣ ክትርዳና እንድሕር ኮይና ናህና ቴርሞዳይናሚክስ ናህና ናይ ኣካላትና ምሕደራ ናይ ኢነርጂ ኢነርጂ ኤክስፔንዲቸር ዝበሃል ሲ ከመይ ዝሰርሕ ክርዳኣና ኣለዎ እዚኣ ከዓ ከምዚ ከምፃልኩም እየ